ካብ ድቃስኩም ምስ ተበራበርኩም ተሌፎንኩም፣ መኪናኹም፣ ናይ ገዛኹም ኤሌክትሪክ መብራህቲ፣ ኢንተርኔት፣ ስእልታትኩም፣ ቪድዮታትኩም ኮታስ ኩሉ ምስ ዘመናዊ ዓለም ዘራኽበኩም ነገር ጠፊኡ እንተዝሓድር እንታይ ምበልኩም? ሕጂ ድማ ነዚ ከም መቕጻዕቲ ዘይኮነስ ብምርጫና ከም ዝገበርናዮ ንሕሰብ። ውጽኢቱ እንታይ ይመስለኩም? እዚ ምርጫ እዚ ናጽነት ዝብል ስም ዶ ምሃብኩሞ? ኣብዚ ሕጂ እዋን ነዚ መነባብሮ እዚ መሪጾም ዝነብሩ ኣህዛብ ከም ዘለዉ እንተ ዝነግረኩም ከ? ናብራ ከቢድዎም ወይ እውን ዓለም ስለ ዝፈረሰቶም ኣይኮነን ነዚ ህይወት ሓርዮሞ። እዞም ኣብ ኦሃዮን ኢንድያናን ዝበሃላ ግዝኣታት ኣሜሪካ ብበዝሒ ዝነብሩ ኣህዛብ ዝኾነ ኣካል ስለ ዘገደዶም ኣይኮነን ነዚ ህይወት መሪጾሞ። እዛ ዘመናዊት ዓለም ትርጉም ዘለዎ ነገር ከም ዘይብላ ወሲኖም ኣብ ማእኸል ከተማ ዝመነኑ ህዝቢ እዮም። እዞም ህዝቢ እዚኦም ናይ ቀደም ጀርመናውያን ዝዛረብዎ ዓይነት ላህጃ ዝዛረቡ ኮይኖም ብፈረስን ዓረብያን ከኣ ይጓዓዙ። ገዝኦም ባዕሎም ይነድቁ፣ ክዳውንቶም ባዕሎም ይሰፍዩ። መግቦም ባዕሎም ዘርኦም የብቁሉ፣ መድሓኒቶም ባዕሎም ይቕምሙ። እዞም ማሕበረሰብ እዚኦም ከኣ ህዝቢ ኣምሽ እናተብሃሉ ይጽውዑ። ንህዝቢ ኣምሽ ንምርዳእ ናብታ ኣብ ታሪኽ ኣውሮፓ ኣዝዩ ዓመጽ ዝመልኦ ሃይማኖታዊ ስደት ክትምለስ ግድን ይኸውን። ኣብ ዓሰርተ ሓሙሽተ ዒስራታት ተሃድሶ ፕሮቴስታንት ንኣውሮፓ ዘነቓነቐሉ እዋን እዩ ነይሩ። እዋኑ ማርቲን ሉተር ዝተብሃለ ቐሺ ንእምነት ክርስትና ዝቃወመሉ ጽሑፋት ኣብ ኣፍ ደገ ቤተ ክርስቲያን ጠቂዑ ብዙሓት ዘዛረበሉ እዋን እዩ። ኣውሮፓ ተኣክል ዓባይ ኣህጉር ድማ ክትናወጽ ጀመረት። በቲ ዝነበረ ህውከት ምክንያት ድማ ኣብ ሃገረ ስዊዘርላንድ ሓደ ንእሽቶን ሱር በተኻውን ዝኾነ ምንቅስቓስ ተወሊዱ ነይሩ። እቲ ምንቅስቓስ መጽሓፍ ቅዱስ ብምንባብ ኣብ ኣዝዩ ሓደገኛን ከቕትሎም ኣብ ዝኽእልን መደምደምታ ኣብ ዝበጽሑ ኣመንቲ ጉጅለ ዝምራሕ እዩ ነይሩ። እዞም ጉጅለ ሰባት ምስ ዓበዩን እምነቶም ባዕሎም ምስ መረጹን እዮም ክጥመቑ ዘለዎም እምበር ምንም ኣብ ዘይፈልጥሉ ብዕሸልነቶም ክኸውን የብሉን ብምባል እዮም ዝፍለጡ። እዚ ሓሳብ ሎሚ እንተርኢናዮ ዘይጓዳእን ቅኑዕን ሓሳብ ይመስል ይኸውን። ኣብቲ እዋን ግን በዚ ሓሳብ እዚ ምኽንያት ሰባት ተሃዲኖምን ተቐቲሎምን እዮም። መራሕቲ ሃይማኖት ካቶሊካውያንን ፕሮቴስታንትን ብሓደ ኮይኖም ነዞም ጉጅለ እዚኦም ከም ስግኣት ናይ ሓደ ማሕበራዊ ስርዓት ገይሮም እዮም ቆጺሮሞም። ህጻናት ብዕሸሎም ከለዉ ክጥመቑ እንተዘይክኢሎም እቲ ማሕበረሰብ ስርዓቱ ስሒቱ ካብ ቁጽጽር ወጻኢ እዩ ዝኸውን ዝብል እምነት ስለ ዝነበሮም ፈጺሞም ዘይቅበልዎ ሓሳብ እዩ ነይሩ። ናይዚ ውጽኢት ድማ መስትያት ሰማእታት እናተባህለ ዝፍለጥ ንዓሰርተታት ዓመታት ዝቐጸለ ወፍሪ ቅትለት፣ ምጥሓልን ምንዳድን ህይወት ኣሽሓት ሰባት ክጅመር ክኢሉ እዩ። እቶም ዝህደኑ ዝነበሩ ጉጅለ ድማ ኣብ ጎላጉሎ ክራናትን በዓትታትን ክሕብኡ እምበር ኣንጻር ቀተልቶም ተበጊሶም ኣይተቓለሱን። ምኽንያቱ ናይ ስዕረት መንፈስ ሓዲርዎም ዘይኮነስ ምፍልላይ ዝብል ስለ መለኮት ኣማዕቢሎም ስለ ዝነበሩ እዩ። ካብታ ፈጺማ ክትርድኦም ዘይከኣለት ብልሽውቲ ዓለም ተገሊልካ ምንባር ዝብል ሓሳብ ወሪስዎም ስለ ዝነበረ ክቃለሱ ዘይኮነስ ርሒቕካ ምኻድ ዝብል ምርጫ እዩ ነይርዎም። ካብቲ እዋን እቲ ጀሚሮም ከኣ ማሕበረሰብ ኣምሽ ኣብ ብዙሓት ከባብታት ካብቲ ዝበዝሕ ማሕበረሰብ እናተገለሉ ይነብሩ ነይሮም። ብፍላይ ኣብ መፋርቕ ዓሰርተ ሸውዓተ ዒስራታት ካብ ኣውሮፓ ፈሊሶም ኣሜሪካ ዝኣተዉ ኣሚሻውያን ክሳብ ሕጂ ኣብ ከባብታት ኦሃዮን ኢንድያናን ከምኡውን ፔንሰልቬንያ ኣብ ዝበሃላ ግዝኣታት ኣሜሪካ ብበዝሒ ይነብሩ ኣለዉ። ካልኦት ስደተኛታት ናብታ ናይ ቃል ኪዳን ሃገር ዝኾነት ኣሜሪካ መጺኦም ቀስ ብቐስ ወለዶኦም ጠፊኡ፣ ቋንቋታቶም ተወሪሱ፣ ባህሊ ልምድታቶም ሃሲሱ እዩ። ድሕሪ ዘመናት ደቂ ደቆም ካበይ ከም ዝመጽኦ ይፈልጡን እዮም። ኣብዚ ሕጂ እዋን ኣሜሪካ ብሰንኪ ናይ ዘመናት ስደተኛታት ሕውስዋስ ዘርእታት እትውንን ሃገር እያ። ህዝቢ ኣምሽ ግን ኣብ ጸግዒ ኮይኖም ነዚ ኩሉ ኩነት እናተዓዘቡ ኣይፋል ብምባል ንበይኖም ይቕጽሉ ኣለዉ። ህዝቢ ኣምሽ ጸረ ኣሜሪካውያን ኣይኮኑን። ግብሪ ከፊሎም ሕጋውያን ኮይኖም ዝነብሩ ህዝቢ እዮም። ኣብ ገፋሕ ዘመናዊት ሃገር ክወሓጡ ግን ኣይመረጹን። መንደቕ ባህልን ልምድን ብምህናጽ ካብ ስደትን ሃደንን ኣውሮፓውያን ድሒኖም እዮም። ኣብ ኣሜሪካ ድማ ነቶም መናድቕ ካብ ዝኾነ እዋን ንላዕሊ ልዕል ኣቢሎም ኣደልዲሎም እዮም ሃኒጾሞም። ማሕበረሰብ ኣምሽ ኣብ ገጠራት ኣፍሪካ ኣብቲ ካብ ቴክኖሎጂ ዝረሓቐ ማሕበረሰብ ይነብሩ እንተዝህልው ነይሮም ብዙሕ ዝገርም ነገር ኣይምነበሮን። እንተኾነ ኣብታ ህውከትን ዕንደራን መፍለይኣ ዝኾነት ሃገር ኣሜሪካ እዮም ብስቕታን ርግኣትን ክነብሩ መሪጾም ዘለዉ። ዘመናዊ ሙዚቃታት፣ ሳዕስዒትን ዝላን ኣብ ዝናነዋ ኣሜሪካ ብመዝሙርን ኣስተንትኖን ተዓጅብካ ምንባር ዝመረጹ ህዝቢ እዮም። ሽርሙጥና ኣብ ዝነገሰላ ዓዲ፣ መርዓ ናይ ተመሳሳሊ ጾታ ኣብ ዝተፈቐደላ ዓዲ፣ ህዝባ ምሽግን ሓደ ንሓንቲ ኣብ ዝብል ቅዱስ ሓዳር ተመስሪቶም ክነብሩ ዝሓረዩ ህዝቢ እዮም። መፍረይቲ መስተን ካልኦት ዓለም ዝፈልጦም ወልፍታትን ኣብ ዝኾነት ሃገር ኣሜሪካ ወልፊ ተጸይፎም ማይ እናሰተዩ ዝነብሩ ህዝቢዮም ህዝባ ምሽ ማለት ብመሬት ገዲፈን ብሰማይ ዝበራ ማሽናት ኣብ ዝበዝሓላ ሃገር ፈረስን ጋርን ከም መጓዓዝያ ምጥቃም ማለት ንዘይፈልጦ ሰብ ዕብዳን እዩ ዝመስል። ዜጋታት ኣሜሪካ ህይወቶም ምስ ኮምፒውተርን ቴሌፎንን ተላጊብካ ምንባር ካብ ዝኸውን ውዒሉ ሓዲሩ ኣሎ። ንህዝባ ምሽ ግን ከምዚኦም ዝበሉ ፍርያት ቴክኖሎጂ ውጉዛት እዮም። ጥራይ ዝባንካ ምኻድ ከም ዘመናውነት ኣብ ዝረኣየላ ዓዲ ኣዋልድ ኣምሽ ግን ጸጉረን ሸፊነን ክሳብ እግረን ዝበጽሕ ቀምሽ ምኽዳን ይምርጫን። ኣገልግሎት መጓዓዝያ መኪና እቲ ህዝቢ ዘለዎ ማሕበራዊ ርክብን ምድግጋፍን የህድምን ኢሎም ስለ ዝኣምኑ ብእግሮምን ብፈረስን እዮም ዝጥቀሙ። መኪና ጥራሕ ዘይኮነስ ዝኾነ ዓይነት ብሞተር ዝሰርሕ ማሽን ኣይጥቀሙን። ባዕሎም ብዝሰርሕዎም ቀለልቲ ሓፃዊን ስርሖም ከሳልጡ እምበር ዘመናዊ ማሽን ፈፂምካ ዘይሕሰብ እዩ። ግራት ምሕራስ፣ እኽሊ ምዕፃድን ምሕፋስን ኣፍራስ ተጠቒሞም ብዝጉተቱ ናይ ባዕሎም ባህላዊ ሓፂን እዮም ዝጥቀሙ። እቲ ቀንዲ ናይ ኣታዊኦም ምንጪ ዝኾነን ዝፍለጥሉን ስራሕ ምፅራብ ዕንፀይትን ምፍራይ ውፅኢት ዕንጨይትን ዝሰርሕዎ ብዓበይቲ ናይ ፋብሪካ ማሽናት ዘይኮነስ ባዕሎም ብኢዶም ብዝሰርሕዎ መቕረፅታት እዮም ዝጥቀሙ። ኣምሻውያን ኤለትሪክ ኣይጥቀሙን እዮም ምኽንያቱ ብርሃን ዝርከብ ካብ ናይ ኣምላኽ ተፈጥሮ እዩ ኢሎም እዮም ዝኣምኑ ስለዚ ካብ ፀሓይ ብርሃንን ብናይ ተፈጥሮ ጋዝን ዝሰርሑ ፋኑሳትን እዮም ምንጭ ብርሃኖም ኣድሚቖም ዝቕፅሉ ዘለዉ ኣምሻውያን ናይ ሕርሻ ስራሕቶም ምስ ተወደአ እቶም ደቂ ተባዕትዮ ኣብ ናይ ዕንፀይቲ ስራሕቲ እንትፅመዱ እተን ኣዋልድ ድማ ኣብ ስራሕቲ ስፈን ምፍታልን ይፅመዳ ብተወሳኺ ንምግብነት ዝጠቕሞም ኣሕምልትን ፍራምረን ኣብ ምክንኻን ግዜኦም የሕልፉ

ኣምሻውያን ደቆም ካብ ካልእ ማሕበረሰብን ካብ ዘመናዊ ዓለምን ፈልዮም ዋላ እንተዕበይዎም ክሳብ መወዳእታ ኣሲሮም ከጽንሕዎም ግን ኣይደልዩን። ስለዚ እቶም መናእሰይ 18 ዓመት ምስ መልኦም ናብ ዝደለይዎ ቦታን ከተማን ከይዶም ንክልተ ዓመት ክርእዩ ዘድሊ ኩሉ ኣማሊኦም ይሰድዎም። እቶም መናእሰይ ንክልተ ዓመት ኣብ ደስ ዝበሎም ዓዲ ከይዶም እቲ ማሕበረሰብ ከልኪልዎም ዝነበረ ኩሉ ተግባራት ከም ድላዮም ክገብሩ ይኽእሉ። መኪና ክዝውሩ፣ ክልኩላት ወልፍታት ክጥቀሙ፣ ኮታስ እቲ ዘመናዊ ዓለም ዝገብሮም ኩሎም ነገራት ክፍትሹን ክዘናግዑን ይኽእሉ። ኣብዘን ክልተ ናይ ዕብዳን ዓመታት ግን ሓደ ዓቢ ውሳነ ክውስኑ ካብኣቶም ትጽቢት ይግበረሎም። እቲ ሓደ ነቲ ዝረኣይዎ ዘመናዊ ዓለም ጸሊኦም ናብ ዝነበርዎ ህዝቢ ኣምሽ ክምለሱ እንትኸውን፣ እቲ ካልኣይ ድማ እቲ ዝርእይዎ ዓለም እንተፈትዮሞ ብዘለውዎ ክቕጽሉ እዩ። ስለዚ ዘለዎም ዕድል ክልተ ዓመት ጥራሕ እዩ። እቲ ዝገርም ነገር ግን ካብቶም ዘመናዊ ዓለም ንኽሪኡ ዝፍነዉ መናእሰይ ኣዋልድን ኣወዳትን እቶም ካብ 80 ክሳብ 90 ሚእታዊ ዝኾኑ ተመሊሶም ናብ ዘዕበዮም ማሕበረሰብ ከም ዝሕወሱ እቶም መጽናዕትታት ይሕብሩ። ኣብዚ እዋን እዚ እምበኣር እቲ ናይ ኣሚሽ ሃይማኖት ንኽቕበሉ ዝጥመቑ እቲ ሰብ ዓብዩ ኩሉ ነገር ምስ ፈለጠ እዩ ሃይማኖቱ መሪጹ ክጥመቕ ዘለዎ ዝብል እምነቶም ብኸምዚ መልክዑ የተግብርዎ። እቲ ንብዙሓት ሰባት ዘግርመሎም ኩነት ከኣ እቶም ዘመናዊ ዓለም ክርእዩ ዝፍነዉ መናእሰይ ካብ መኪና ጋሪ ካብ ፋብሪካ ሕርሻ ካብ ትርኢትን ሳዕስዒትን ድማ ቤተ ክርስቲያንን ዝማረን መሪጾም ናብቲ ዝተወለድሉ ማሕበረሰብ ዝምለስሉ ሚስጥር እዩ። ምክንያቱ ድማ ብላዕሊ እንትረአ እቲ ዘመናዊ ዓለም ከም ናጽነት፣ እቲ ናይ ኣሚሻውያን ዑደት ህይወት ድማ ከም ቀይዲ ዝበዝሖ ዘይቃዶን መሲሉ ስለ ዝረአ እዩ። ኣብ መጽሓፍ ኣምሻውያን ዝኾነ ዓይነት ባእስን ዓመጽን ውጉዛት እዮም። ስለዚ ኣብ ዝኾነ ዓይነት ናይ ወተሃደራዊ እጃም ኣይሳተፉን። ናይ ኣሜሪካ መንግስቲ እውን እዚ ልማዶም ስለ ዝፈልጥ ኣብ ዝኾነ ዓይነት ወተሃደራዊ ኲናት ኣየሳትፎምን እዩ። ንሱ ጥራሕ ዘይኮነስ ኣብ ፖለቲካ፣ ናይ ሕጊ ዳኛ ይኹን ናይ ፖሊስ ስራሕ ክሳተፉ ኣየገድዶምን። እቲ ዝገርም ነገር ኣሚሻውያን ኩሉ ዜጋ ዝኸፍሎም ዓይነታት ግብሪ እናኸፈሉ ካብ መንግስቲ ግን ዝኾነ ዓይነት በጀት ይኹን ካሕሳ ዘይቕበሉ ማሕበረሰብ እዮም። ኣብዛ ዝተጋነነ ውልቃዊ ናጻነት ዘለዋ ዓለም ኢና ንነብር ዘለና። ዝደለናዮ ንኸውን፣ ናብ ዝመረጽናዮ ንኸይድ። ዝደለናዮ ንኣምን፣ ዝደለናዮ ንኽሕድ። ንነብስና ክንዲ ዝደለናዮ ግዜ ናብ ዝደለናዮ ኣንፈት ንቕይራ። ኮታስ ገንዘባዊ ዓቕሚ ክሳብ ዘይደረተና ጫፍ ዝኸደት ናጽነት ንውንነሉ ዘመን ኢና በጺሕና ዘለና። ቃምሻውያን ግን ነዚ ኩሉ ራሕሪሖም ባዕሎም ብዘቕንዕዎ ሕጊ ተማእዚዞም ይነብሩ ኣለዉ። ኣብቲ ናቶም ሜዳ ደው ኢልካ ነቶም ኣብ ትሕቲ ከዋኽብቲ ዝመልአ ሰማይ ዝተነደቑ ናይ ባህሊ መናድቕ እናጠመትካ ብነብሲ ወከፍ ስምካ ዝፍለጥ ሰብ ተኸቢብካ ነቲ ናብርኦም ከየጠዓዓምካ ነዚ ኩሉ ነገር ገዲፎም ምኻዶም ብምላሹ እንታይ ይረኽቡ ኣለዉ እንታይ ከ ይኸስቡ ኣለዉ ኢልካ ፈጺምካ ክትርዳእ ኣዝዩ ከቢድ እዩ። ኣምሻውያን ግን ብምላሹ ውሽጣዊ ሰላምን ምስ ኣምላኽካ ዘሎ ውህደትን ኢና ንረክብ ዝብል መልሲ እዩ ዘለዎም።